መጽሓፍ ምሳሌ ምዕራፍ ዓሰርተው ክልተ ካብ ፍቕዲ ሓደ ክሳብ ፍቕዲ ዕስራን ሸሞንተን ተግሳጽ ዚፈቱ ፍልጠት ይፈቱ፣ መቕጻዕቲ ዚጸልእ ግና ዓሻ እዩ። ደጊ ሰብ ካብ እግዚኣብሄር ሞገስ ይቐበል፣ ንተንኰለኛ ግና ይዅንኖ። ሳላ ረሲእነት ዚቃወም ሰብ የልቦን፣ ሱር እቶም ጻድቃን ግና ምንቕ ኣይብልን። ደጊ ሰበይቲ ዘውዲ ሰብኣያ እያ፣ እታ እተነውር ግና ኣብ ኣዕጽምቱ ኸም ቍንቍነ እያ። ሓሳብ ጻድቃን ቅኑዕ እዩ፣ ምኽሪ ረሲኣን ግና ጥበራ እዩ። ዘረባ ረሲኣን ንምፍሳስ ደም የድቢ፣ ኣፍ እቶም ቅኑዓት ግና የድሕኖም። እቶም ረሲኣን ይግልበጡ እሞ ኣይርከቡን፣ ቤት ጻድቃን ግና ይቐውም። ሰብኣይ ብመጠን ፍልጠቱ እዩ ዝነኣድ፣ ቄናን ዝልቡ ግና ይነዓቕ። ካብቲ እንጌራ ዘይብሉ ኽብረት ዚደልስ፣ እቲ ዘይምርኡይን ሓደ ግዙእ ዘለዎን ይሓይሽ። ጻድቕ ንነፍሲ እንስሳኡ ይርሕርሓሉ፣ ልቢ ረሲኣን ግና ጨካን እዩ። ምድሩ ዚወላውል ሰብ እንጌራ ይጸግብ፣ ንኸንቱነት ዚኽተል ግና ኣእምሮ የብሉን። ረሲእ ነቲ ወጽመድ እኩያት ሃረር ይብሎ፣ ሱር ጻድቃን ግና ፍረ ይህብ። እኩይ ሰብ ብሓጢኣት ከናፍሩ ይጥለፍ። ጻድቕ ግና ካብ መከራ ይሞልቕ። ሰብ ብፍረ ኣፉ ሰናይ ይጸግብ፣ ከም ተግባር ኣእዳዉ ኸኣ ኪፍደ እዩ። እቲ ዓሻ መገዱ ኣብ ኣዒንቱ ቅንዕቲ እያ፣ ጥበበኛ ግና ምኽሪ ይሰምዕ። ኵራዕ ዓሻ ብኡብኡ ይፍለጥ፣ ለባም ሰብ ግና ጸርፊ ይሓብእ። ሓቂ ዚዛረብ ቅንዕና የውሪ፣ ሓሳዊ ምስክር ግና ጥበራ። ከም ዚቖርጽ ሰይፊ ገይሩ ዚዛረብ ሰብ ኣሎ፣ መልሓስ እቶም ጠቢባን ግና ጥዕና እዩ። ሓቀኛ ኸንፈር ንሓዋሩ ትነብር፣ ሓሳዊት መልሓስ ግና ንቕጽበት ዓይኒ ጥራይ እያ። እቶም እከይ ዚሓስቡ ኣብ ልቦም ጥልመት ኣሎ፣ እቶም ሰላም ዚመኽሩ ግና ደስታ ኣለዎም። ንጻድቕ ገለ ክፉእ ኣይረኽቦን፣ ረሲኣን ግና ሕሰም መሊእዎም እዩ። ሓሰውቲ ኸናፍር ኣብ እግዚኣብሄር ፍንፉናት እየን፣ እቶም ሓቂ ዚገብሩ ግና የሐጕስዎ። ለባም ሰብ ፍልጠቱ ይሓብእ፣ ልቢ እቶም ዓያሱ ግና ዕሽነት የውሪ። ኢድ ትጉሃት ክትገዝእ እያ፣ እታ ሃካይ ግና ክትግብር እያ። እቲ ኣብ ልቢ ሰብ ዝሓደረ ጓሂ ንእኡ ይጸቕጦ፣ ሰናይ ቃል ግና ባህ የብሎ። ጻድቕ ንብጻዩ መገዲ ይሕብሮ፣ ንረሲኣን ግና መገዶም ተጋግዮም። ሃካይ ነቲ ዝሃደኖ ኣይጠብሶን፣ ትግሃት ግና ንሰብ ክቡር ገንዘብ እያ። ኣብ መገዲ ጽድቂ ህይወት ኣላ፣ ኣብ መተሓላለፊኣ ኸኣ ሞት የልቦን።